ናይ ንትምህርቲ ንቆልዑ ድኾን ትምህርቲ ኢንቨስትመንት ኣካውንት ወይ ናይ ሕሳብ ኣካውንት እዩ እዚ ሕጂ እዚ ኣካውንት እዚ እንታይ እዩ በቲ ገንዘብ ደእተኸምሉ መጠን ብኡ መጠን ከዓ መንግስቲ ኣብቲ ኣካውንት ኮንትሪቢት ይገብር 20 ሕጂ ኣብ ዓመት 2500 እንተ ኮንትሪቢት ጌርኩም እቲ መንግስቲ ሓሙሽተ ሚእቲ ኣብቲ ኣካውንት የእቱ ማለት እዩ። እዚ ክሳዕ እቲ ቆልዓ ወዲ ዓሰርተ ሸውዓተ ዓመት ድኣክል እቲ ናትኩም ኮንትሪቢሽን ተራእዩ እቲ መንግስቲ ትወኒ ፐርሰንት ኣብቲ ኮንትሪቢሽን የእቱ ማለት እዩ። The maximum contribution እቲ መንግስቲ ዝገብሮ ኣብቲ ኣካውንት is uh, seven thousand two hundred dollars ማለት እዩ ትሽዓተ ሽሕን ክልተ ሚእትን ሕጂ ነተን ሰላሳን ሽዱሽተን ሽሕ ኮንትሪቢቲን ትግ ኮንትሪቢት ትገብርዎን እቲ መንግስቲ ሸውዓተ ሽሕን ክልተ ሚእትን ኮንትሪቢሽን እገብር ማለት እዩ እዚ ኣብ ዓመት ዓመት ማለት እዩ ሕጂ ንገለ ገሌና ኮንትሪቢት ኣይገበርናን ክንከውን ንኽእል ኢና ደቅና ሓሙሽተ ክኾኑ ይኽእሉ ሽዱሽተ ክኾኑ ይኽእሉ ዓሰርተ ክኾኑ ይኽእሉ እቲ መንግስቲ ነቲ ዝሓለፈ ካች ኣፕ ክገብረልኩም ይኽእል እዩ ከመይ እዚ ንምሳሌ ኣብ ሓደ ዓመት ሚስ ጌርኩም ካልኣይ ዓመት ሓሙሽተ ሽሕ ኮንትሪቢዩት ተጌርኩም እቲ መንግስቲ ናይ ዝሓለኣፈ ዓመትን ናይዚ ዓመት እዝን ካች ኣብ ገይሩ ሽሕ ቅርሺ ኮንትሪቢዩት ገብር ማለት እዩ ኣብቲ ኣካውንት ናይ ኣርዩኤስፒ ማለት እዩ ሕጂ እዚ ርዱእ ነገር እዩ ሓዳር ግዜ ከይጥዕመና ክእል እዩ ደይ ኬር ዶ ብዙሕ ነገር ላዕሊ ታሕቲ ክትብል እቲ ባጀት እውን ከይተኣኻኸለካ ክእል እዩ ግን እዚ ዕድል ኣለና ማለት እዩ ካቻፕ ንክንገብር ሕጂ ቲፒካሊ እቲ ፐርፌክት ወርልድ እንታይ እዩ ክልተ ሽሕን ሓሙሽተ ሚእትን ኣብ ዓመት ወይ ከዓ ኣብ ወርሒ ወርሒ ክልተ ሚእትን ሸሞንተን ቅርሺ ራፍሊ እንተ ኮንትሪቢዩት ጌርና እንትዚ ኣብዚ ኣር ኢኤስፒ እቲ መንግስቲ ከኣ ብኡ መጠን ኣብ ዓመት ዓመት ናህና እቲ 20 ፐርሰንት ማች ይገብሮ ማለት እዩ ብኡ ሕጂ እቲ ማክሲመም which is 7200 ማክሲመም ኣማውንት ናይቲ መንግስቲ ድህበና ሓገዝ ወይ እቲ ናይ መንግስቲ ድህበና ማቺንግ ፋንድስ ኣብቲ ኣካውንቲ ይኣቱ ማለት እዩ ሕጂ ዝጠሙ እንታይ እዩ ቀዳሚ ነገር እተን እቲ ገንዘብ ኦፍኮርስ ድሕሪ ታክስ ካብ ደሞዝኩም ምስ ከፈልኩም ታክስ ምስ ከፈልኩም ኢኹም ኮንትሪቢት ትገብሮ ሶ ታክስ ክሬዲት ኣይትረኽቡን ኢኹም። እቲ ኣድቫንቴጅ ናይዚ እንታይ እዩ? ኣብቲ ኢንቨስትመንት እቲ መኽሰብ ዝግበሮ ነገር ታክስ ኣይክፈሎን እዩ። ፕላስ ከኣኒ እቲ መንግስቲ ከኣኒ 20 ፐርሰንት ኣብ ዓመት ዓመት 20 ፐርሰንት ገንዘብ እእትወሉ ኣሎ ማለት እዩ ነቲ ኣካውንት እቲ ናይ ቆልዓ ማለት እዩ። ሕጂ ፋሚሊ ተለኩም ክልተ ቆልዑ ተለኩም ወይ ስለስተ ቆልዑ ተለኩም you could have RESP family plan ክትከፍሉ ትኽእሉ ኢኹም ሕጂ እቶም ኩሎም ሰለስቲኦም ቆልዑት እዮም ወይ ክልተ ቆልዑት ኣብቲ ኣካውንት ከም በነፊሸሪ ተጠቒሶም ወይ ማዕረ ማዕረ ግብኦም እቲ ገንዘብ ድዩ ወይ ከምዝሓሰብኩሞ ጌርኩም ናይ ፋሚሊ ኣካውንት ክኽፈት ይከኣል እዩ። ካልእ ነገር ከኣ ሓደ ሓደ ግዜ ከኣ ንገለ ገለ ኣባሓጎታት ግራንድ ፋዘርስ ዘይሞነ ወይ ማዘርስ ዘይሞነ ኦፐን ከምኡ ዓይነት ደቂ ደቆም ክኸፍቱ ይኽእሉ። እዚ እንታይ ኣሎ ክግበር ይከኣል እዩ ግን እቲ ኮንትሪቢሽን ክበዝሕ ካብቲ ዝተዋህበኩም መጠን ክበዚሕ የብሉን እቲ ኮንትሪቡሽን ማክሲመም ኮንትሪቡሽን ናይ ሓደ ኣካውንት ኢስ ፊፍቲ ታውዝን ዳለርስ እዩ ካብኡ ንላዕሊ ኮንትሪቡት ክትገብር ኣይፍቀደካን እዩ ግን እተን ሰላሳን ሽዱሽተን ሽሕ እየን እተን መንግስቲ ትወኒ ፐርሰንት ኮንትሪቡት ወይ ግራንት ድህበኩም ማለት እዩ እቲ ገንዘብ ክሳዕ ሓምሳ ሽሕ ግን ገንዘብ ኮንትሪቡት ክግበር ይከኣል እዩ ኣካውንት ብኡ መጠን እቲ ኣካውንት ከኣኒ እቲ ኢንቨስትመንት ነዊሕ ግዜ ተሎ ከምቲ ኣብ ቀዳመይቲ ክፍሊ ወይ ኣብ ካልኣይቲ ክፍሊ ናይዚ ኢንቨስትመንት ደም ኣብ ኣብዛ ናይ ፖድካስት ነገርኩኹም እቲ ስትራተጂ ኣፕሊካብል እዩ እቲ ስትራተጂ ኣግሬሲቭ ክኸውን ይኽእል ወር ልል ቢት ሪስክ ተኾነ ቢኮዝ እቶም ቆልዑት ዝያዳ ካብ ዓሰርተ ዓመት ንላዕሊ ተሎ እቲ ኢንቨስትመንት ሸሞንተ ትሽዓተ ዓሰርተ ካብኡ ንላዕሊ ተኾነስ ሪስክ ክወስድ ክወስድ ይኽእል እዩ ኣብቲ ኣካውንት ጥራይ ቱ ሜክ ሹር እቲ ኣካውንት ዳይቨርሲፋይድ ወይ ከኣ ሕውስዋስ ክኸውን ከሎ እዩ ናይ ካናዳ ናይ ዩኤስ ኣብ ቦንድ ኣብ ናይ ፋይናንሻል ካምፓኒስ ኣብ ገለ መለ ፍልልይ ዝበለ ኣርባዕተ ሓሙሽተ ዝፈላለየ ዓይነት ኢንቨስትመንት ኮይኑ ብእኡ እቲ ኢንቨስትመንት ክዓቢ ክእል ማለት እዩ ኣብ ርእሲ እዚ ከዓ ኣብታ ሓንቲ ፖድካስት ኣብ ሰልሲቲ ፖድካስት ዝነገርኩኹም ናይ ካናዳ ለርኒንግ ቦንድ ናይ መንግስቲ ከኣ ኣሎ ቡክ ጌርኩም እዚ ምስ ከፈትኩም ናይ ካናዳ ለርኒንግ ቦንድ ከኣ ኣፕላይ ግበሩልና በልዎም እቲ ካናዳ ለርኒንግ ቦንድ እቲ መንግስቲ ሓሙሽተ ሚእቲ ላምፕሳምፕ ኣብቲ ኣካውንት እቱ ዳሕራይ ሽዕኡ ኣብ ዓመት ዓመት ክሳዕ እቲ ቆልዓ ዓሰርተ ሸውዓተ ዓመት ድመልእ ኣብ ዓመት ዓመት መሚእቲ ቅርሺ ኮንትሪ መንግስቲ እቱ ማለት እዩ ናብቲ ኣካውንት እዚ

እዚ ታትዛት ኢት ሳውንድስ ውሑድ ግን ቀስ ኢሉ ክዓቢ ከሎ ዳሕራይ እቲ ፍሪኡ ክሕጉሰና እዩ ማለት እዩ። ሕጂ ነዚ ኣካውንት እዚ ንክትከፍት እቲ ሶሻል ኢንሹራንስ ናምበር ናይቲ ወለዲ ናይቶም ቆልዑት ሶሻል ኢንሹራንስ ናምበር ኤንድ በርት ሰርቲፊኬት እዩ ዘድሊ ኣብ ዝኾነ ባንክ ከድኩም ክትከፍትዎ ትኽእሉ ኢኹም። or ናይ mutual fund companies ክትከፍትዎ ትኽእሉ ኢኹም እዚ ብዙሕ ግዜ እቲ ኣካውንት ፊ የብሉን ፊ ዘይብሉ እቲ ኣካውንት ብዙሕ ግዜ እሱ ከዓ ቸክ ግበሩ ማለት እዩ ዳሕራይ እቲ ኣካውንት ምስ ተኸፍተ እቶም ባንክ ባዕላቶም እዮም ሪኮስት ገይሮም ነቲ መንግስቲ እቲ 20 ፐርሰንት ኮንትሪቢሽን ዝግበር ብመንግስቲ ወይ እቲ ናይ ካናዳ ለርኒንግ ቦንድ ኣፕላይ ዝገብረልኩም ማለት እዩ you don't have to do anything ባዕላቶም እዮም ኣፕላይ ዝገብረልኩም ሓንሳእቲ ኣካውንት ምስ ከፈተ on a regular basis ገንዘብ በብምበ ዝመፀሉ ንሶም ኣብቲ መንግስቲ ኣፕላይ ገይሮም እቲ ናይ ገንዘብ ናይ መንግስቲ ዝመፅእ ገንዘብ ኣብኡ እትውልኩም ማለት እዩ ዳሕራይ ሽዕኡ ዝተሓሸ መገዲ ተተኻኢሉ ኢስ ሬጉላር ካባኻትኩ ካብ ባንክኹም ሬጉላርሊ ኣብ ክልተ ሰሙን ድዩ ኣብ ወደብር ደ ኬስ ኩድ ቢ እንተተኻኢሉ በቢ ወርሒ ድዩ በቢ ኣብ ሰሙን ሰሙን ድዩ ኣብ ክልተ ሰሙን ካብ ባንክኹም ወሲዶም ኣብኡ ኮንትሪቢዩት ተገይርኩም ኣይፍለጠኩምን እየ ከምኡ ዓይነት ስትራቴጂ ኢዝ ዋን ኦፍ ደ ቤስት ከይተፈለጠኩም እቲ ገንዘብ ተዓቢ ሬጉላርሊ ወሲዶም ኣብቲ ኢንቨስትመንት እእትውዎ ኣብቲ ኢንቨስትመንት ሽዕኡ እቲ ኢንቨስትመንት ይዓቢ ብኡ ከዓ እቲ መንግስቲ ከዓ ንሬጉላርሊ ከዓ ኮንትሪቢዩት ይገብር ማለት እዩ ናብቲ ኣካውንት ሕጂ ሓደ ስታቲስቲክስ ክነግረኩም ብዙሕ ግዜ እዚ ኣርኤስፒ ዳርጋ ክልተ ስልሲት ከኔድያንስ ኣይጥቀሙሉን እዮም One of the reasons is awareness ዘይምፍላጥ ኣሎ ፋይናንሻል ሊትረሲ ኣሎ ፋይናንሻል ሊትረሲ እንታይ እዩ ተሃሁ ናይ ፋይናንስ ናይ ገንዘብ ዓይነት ነገር ዘይምፍላጥ ኣሎ ገለገለ ፋሚሊ ከዓ ዶኪመንት ካብ ዘይምህላው ሶሻል ኢንሹራንስ ናምበር ድዩ ዝታት ዝታት ዘይምህላው ብከምኡ ኣድቫንቴጅ ኣይወስዶ ኣሎኒ ሕጂ ሎማዓንቲ ናይ ስታትስቲክስ ቸክ ይገብር ነይረ ወይ ኢንፎርሜሽን ኣብ ናይ መክሌን ዝበሃል መጋዚን ኣሎ ናይ ከኔድያን መጋዚን ቲፒካሊ ናይ ከኔድያን ዩኒቨርሲቲ ቲሽን ፊ ን ኤቭሪቲንግ ኮስት ኣብ ሓደ ዓመት ናይ ሓደ ሰብ ኢዝ ኣባት 20000 ዶላርስ ኢየር እዛ 20000 ዝበልኩም ናይ ዓመታዊ ወጪ ናብ ናይ ዩኒቨርሲቲ ድብለኩም ዘለኹ

ምዃኑስ ርጉጽ እዩ። ሕጂ እንታይ ይብሉ እቲ ብዙሕ ግዜ ከመይ ገይሮም እዮም ሃው ዱ ዘይ ፋንድ እቲ ነቲ ትምህርትስ ከመይ ገይሮም እዮም ፋንድ ገብርዎ? ሕጂ እንታይ እዩ እቲ ዝጥቀምሉ ነገራት RESP እዚ ከ- እዚ ዓይነት ኢንቨስትመንት ትብለኩም ዘለኹ ማለት እዩ ካብ ባንክ ሎን ወስዱ ቤተሰቦም ቤተሰቦም ከዓኒ እ፣ ብዙሕ ኮንትሪቢዩት ዝገብሩ እዮም ኣብቲ ንትምህርቶም

ካብ ሽዕኡ ጀሚርና እቶም ቆልዑት ሴፍ ክገብሩ ከም ዝኽእሉ ሴቭ ከም ዝግብኦም ኣክቹዋሊ ምምሃር ባጀት ክገብሩ ከም ዝኽእሉ ምምሃር ውድ ሄልፕ ከምኡ ውን ሳመር ጆብ ተረኺቦም ብዙሕ ክሕግዝ ዝኽእል ማለት እዩ ኣብ ርእሲኡ ከዓኒ ካብ ስቱደንት ሎን ዝወስዱ ወይ ከዓኒ ስኮላርሽፕስ ማለት እዩ ሕጂ እዚአን እንተን ሶርስ ወይ ከዓ እቲ ምንጭታት ናይ ገንዘብ ነቲ ትምህርቲ ፋን ዝገብሮ ማለት እዩ እዚ መሰልቲ ብጠቕላላ ጀነራል ኢንፎርሜሽን ናይ ርስፒ ብዙሕ ኣሎ ዲቴልስ ዘይነገርኩኹም ግን እቲ ሜን ኢንፎርሜሽን ንዓኻትኩም እዚ ኢንፎርሜሽን ኣስኒቀ then it could help you to further ከተፅንዑዎ ትደልዩ ተኾንኩም ወይ ኣካውንት ከፊትኩም ኢንቨስት ክትገብሩ ክትጅምሩ ደኽእለኩም ኢንፎርሜሽን ሂበኩም ኣለኹ ካልኣይ ነገር ብዙሕ ኣብ እዚ ኣድቫንቴጅ ዘይወስዱ ኢዝ ኒው ካመርስ እዮም ሕጂ ሓደራኹም እዚ ኢንፎርሜሽን ብግዜ ድዩ ብዝኾነ ይኹን ነገር ዘይፈልጦ ሰብ ኣሎ ሕጂ ሼር ካብ ምግባር ኣይንሕመቕ ሼር ዘ ኢንፎርሜሽን ውድ ሄልፕ ነቶም ቆልዑት ኣብዚ ዝዓብዩ ዘለዉ ኣትሊስት ጊቭ ም ሰፖርት ኢንፎርሜሽን እንዳሃብና ዲ ወቨር ስ ንፋሚሊ መንበር ዲ ወቨር ኬስ ኩድ ቢ ኣስፒ ንገለገሌና ከይመልከተና ክእል እዩ ደቅና ዓብዮም ክኾኑ ክእሉ ወቨር ኬስ ኩድ ቢ ሲንግል ክንከውን ንኽእላ ግን ኮንሲደር ዮር ፋሚሊ ፒፕል ኣራውንድ ዩ እዚ ኢንፎርሜሽን እዚ ክሕግዝ እኽእል እዩ ንብዙሕ ሰብ ምስ ኣብ ምፍላጥ ብዙሕ ሰብ ዘይጥቀመሉ ነገር ኣሎ ሶ ፎርወርድ ግበሩዎም እዚ ኢንፎርሜሽን ናይ ዌብሳይታት ናይ ጋቨርንመንት ኦፍ ካናዳ ዌብሳይታት ኢንፎርሜሽን ኣብ ናተይ ዌብሳይት